ሰላም ሰላም ኣሕዋት ኩልኹም ኣብ ዘለኹሞ ሰላም ንጥዕና እንዳተመነኹ ከም ኩሉ ግዜ ክቡራት ኣሕዋተይ ሰላምኩም ብዝሕ ይበለለይ ምሳኹም ዘለኹ ሓብቶም ሰላም እየ ናይ ሎማዓንቲ ቪድዮና ድማ ከምቲ ልምድ ከምዚ ኣብ መእተዊ ንሪኦ ዘለና ናይ ዓሰርተ ደቂቕ ትኸውን ጽብቕቲ ምሳሕ ወይ ድማ ድራር ብሓንሳብ ኮይና ክንሰርሕ ኢና። ክሳብ መወዳእታ ከዓ ሓቢርና ንርኣያ። ኣብዚ ኣዳልየ ዘለኹ ስጋ ደርሆ እዩ ክቡራት ኣሕዋት። ኣብዚ ድማ ካሮት ከምኡ ድማ ዝኩኒ ኣዳልየ ኣለኹ ማለት እዩ። ክልተ ካሮት ከምኡ ድማ ዕብይ ዝበለት ሓንቲ ዝኩኒ ከምዚ ትሪኦ ዘለኹም ከዓ ሩዝ ማለት እዩ። እዚ ደርሆ ሕጂ ከምቲ ዝበልኩኹን ኣብ ገዛና ብዘለና ቀመማት ጌርና ክነቃውሞ ንኽእል ኢና። ዘይቲ፣ በርበረ ጸሊም፣ ፓፕሪካ፣ ጥርሑን፣ ማጊ ከምዚ ናይ ኣሕምልቲ ብዘለና መቸም ክነዳልዎ ንኽእል ኢና። ከምኡ ሩዝና ማለት እዩ በዚኣ ማይ ክንሓፅበ ኢና በዚኣ ማይ ንሓፀብና ከዓ ብጎድና ድማ ባዴላ ክንሰክትት ኢና ማለት እዩ ክብራት ኣሕዋት ስለዚ ኣብዚ ኣብ ኣተይላ ኣዳልየ ኣለኹ። ከምዛ ዝብለክን ዘለኹ በቲኣን በቲኣን ኣብ ውሽጢ ዓሰርተ ደቒቕ ተደለና ምሳሕናን ተደለና ድራርና ትኾነና ማለት እዩ። ዘይቲ ተጠቒመ ኣለኹ ክቡራት ኣሕዋት። ስለዚ ጎድኒ ጎድኒ ሓጻጺበ ከምዛ ትሪኣያ ዘለኽን ኣብዛ ዘይቲ ገምጢለያ ኣለኹ ማለት እዩ። ጽቡቕ ጌርና ሓጺብና ሕጂ ፍርስስ ክሳብ ዝብለለይ ድማ በዚ ዘይቲ ገይረ ክቆልወ እየ ማለት እዩ። ክቡራት ኣሕዋት ሕጂ ንመግዓት ይሕግዘና እዩ። ኣቐዲምና በዚ ዘይቲ ጌርና እንድሕር ደኣ ቢልናዮ ከምዚ ጌርናዮ ማለት እዩ ካብ ምግዓት ቀልጢፉ እንታይ ዝበሃል ይገብረልና ይከላኸለልና ይቐልጢፈ ይጋዓተልና ማለት እዩ። ከምዛ ትሪኣ ዘለኽን ደርሆና ድማ ኣብዚኣ ከዓ በዚኣ ጎድኒ ጎድኒ ሩዝ እንዳሰራሕና በዚኣ ድማ ኣብ ፎርና ናእተው ነብላ ባዕላ ትበስል እያ ማለት እዩ ምግምጣላ የድልያ ምንባላ የድልያ ኣብኣ ከላ እዚኣ ከዓ ብስል ክትብለልና እያ ክብራት ኣሕዋት ከምዚ ትሪኦ ዘለኽን እዚኣ ሕጂ ኣብ ኦፈኒ ክትዋ እየ ማለት እዩ ከም ዝትሪኦ ንሱ እንዳበሰለለይ እዛ ሮዘይ ሕጂ ፍርስስ ኢላትለይ ኣላ ብጎድነይ ማይ ውዕይ ገጽኒሐ ከምዚኣ ገብራ ኣቢለ ከኣ ማይ ውዕይ ጌረላ ኣለኹ ማለት እዩ እዚኣ ሕጂ ንኹላትና ክቡራት ኣሕዋት ንደቂ ተባዕትዮ ትኹን ንደቂ ኣንስትዮ ንኹሉ ማለት እዩ ቅያር ኾነና ኣብ ግዜ ስዕረት ንኹላትና ማለት እዩ። ኣብ ግዜ ጾም ከኣ ንደቅና ከምዚ ጌርና ክንሰርሓሎም ንኽእል ኢና። ኣስቤዛ እውን ብዙሕ ዘይትውድ እያ እዚኣ። በቃ ናይ ሃካያት ናይ ሃካያትን ጥዕምትን እያ ማለት እዩ። ከምዚ ኣስቤዛ ብዙሕ ዘይትወስድ እያ ሓቂ ሓይሽ ምስ ትሪኦ ዘለኽን ብዘይቲ ጥራይ ኣቆልየ ዘለኹ ሕጂ ኣነ ብዘይቲ ቆልወ ኣቢለ ሃምና ዝረኣኸና ማይ ወዕ ይግብር ኣቢለ ሕጂ እቲ ዘእተኽዎ ቀዳማይ ማይ ቁርብተይ ውድእ ኣቢለለይ ኣሎ ማለት እዩ ሽዑ እቲ ዘዳለኽዎ ካሮት ከምኡ ድማ ዝኩኒ ድማ ብድሕሪት ከእትዎ እየ ሓንሳብ ምስ ሃረሞ ኣብ ካልኣይ ማይ ቁርብተይ ከም ዝትሪኦ ዘለኽን ዳርጋ እቲ ኣብሲልዋ እዩ ግን ቁርብተይ ማይ መህረሚ ነዚ ካሮት ከምኡ ድማ ነዚ ዝኩኒ ኮነንኻ ወሲኸሉ ኣለኹ ስለዚ ካሮት ክልተ ካሮት ተጠቂመ ኣለኹ ማለት እዩ ከምዚ ትሪኦ ዘለኽን እዚ ከምዚ ግብር ኣቢለይ መሊሰ ድማ እቲ ዝኩንኻ ክእትዎ እየ ማለት እዩ ሕጂ ዕርዩ እቲ ሩዝ ቁሩብ ብስል ኢሉለይ ኣሎ ማለት እዩ እዚ ዝእትዎ ዘለኹ ኣሕመልቲ ከዓ ዕርዩ ክመውት ኣይደለኹዎን ቁሩብ ሲ ሂወት ዘለዎ ክከውን ኣለዎ ማለት እዩ ስለዚ ብከምዚያ ትሪኣኣ ዘለክን ከምዚኣ ገይረ ዘዳለክዎ ኣሕምልቲ እእትየ ኣለኩ ከምኡ ድማ መረቅ ደርሆ ሓንቲ መረቅ ደርሆ ክጥቀም እየ ማለት እዩ ክብራት ኣሕዋት ከምኡ ድማ ከምቲ ካብቲ ናይ ኣሕምልቲ እዚ ሕጂ ንሕብሪ እውን ይሕግዘና መቐረት እውን ኣክንዲ ጨው ኮን ኮይኑ ከዓ የብለና ማለት እዩ ከምኡ ድማ በርበረ ጸሊም ቁሩብ ክገብረሉ እየ ማለት እዩ ክብራት ኣሕዋት ብልጽቲ ኣዝያ ጥዕምቲ በሊዕኻያ ዘይትጽገብያ እዚኣ ሰሪሓን ክትፈትንኣ ማለት እዩ ክትፈትንዋ ንኹላትና እያ ስለዚ እንዳበሰለለይ በሲል እየ ሕጂ ብዘን ዘለዋኣ ማይ ብሃፋ ገይሩ ድማ ክበስለለይ እዩ ቀስ ኣቢልና ሓንቲ ቁፅሪ ንሃባ ሓዊ ድማ ከይሕዘና ምእንታን ማለት እዩ ስለዚ ከምዚ ንሪኦ ዘለና በሲሉ ማዩ ወዲኡለይ ረዮ ክሳብ ታሕቲ ኣይሓዘን እንደገና ከዓ ወላ ሓንቲ ኣይተገዓዓተለይን ማለት እዩ ስለዚ ከምዚ ኣብ ግፍሕ ዝበለ ነገር እንድሕር ጌርናዮ ከዓ ፅቡቅ ከይተገዓዓተ ይበስለልና ማለት እዩ ስለዚ ከምዛ ትሪኣያ ዘለኽን በይቀረዮ ወልሓንቲ ይተርፍ ኔት መኾስ ምክንያቱ ወልሓንቲ ተገዓዓተን ማለት እዩ ፅቡቅ ኮይናትለይ ኣላ ከምዚ ትሪኣዎ ዘለኽን ክቡራት ኣሕዋት ደስ ኢላትለይ ማያ ወዲያ ኣብ ውሽጢ ዓሰርተ ደቂቅ ከምቲ ዝበልክኹም ማለት እዩ ከምኡ ድማ ስጋ ዶርሀይ በሲልለይ እንዳበሰለለይ እዩ ዘሎ ስለዚ ብላዕሊ ከምዚ ዶኮ ዓይነት ክኾነለይ ካሮት እየ ዝጥቀም ዘለኹ ዘይበሰለ ካሮት እየ ገይረሉ ዘለኹ ማለት እዩ ነዚኣ ትመስል ከዓ ኮይናትለይ ክቡራት ኣሕዋት ከምዚኣ ኮይናትለይ ኣላ ኣብ ውሽጢ ዓሰርተ ደቂቕ ነዚኣ ትመስል ሩዝና ማለት እዩ ኣብዚኣ ድማ ዶርሀይ በሲለናለይ ፀኒሐን ከምቲ ዝበልኩኹም ኣብዚኣ ኸዓ ኣዳሊና ንምብላዕ ኸዓ ድልዊ ኮይነልና ኣሎ ማለት እዩ ከምቲ ዝበልክኹም ድራርና ክኾነ ንኽእል ምሳሕና ክኾነ ንኽእል ቅያር ዝኾነ ጋየሽ ምስ ዝመፅና ኣብ ገዛና ብዘለና ብፍላይ ኣብ ገዛና ሩዝ ተፀኒሕና ደርሆ ተፀኒሕና ሳላጥ ግብር ኣቢልና ከይተሸገርና ከይተሰከፍና ኣጋየሽና እውን ከፋንወልና ይኽእል እዩ ማለት እዩ ክብራት ኣሕዋት ሕጂ ከምዚኣ ግበር ኣቢልና ኣብዛ ትሪኣያ ዘለኽን ኣዳሉ ኣቢልና ጥዕምቲ ድራር ተደሪርና ንብለክን በጣዕሚ ጥዑም እዩ ፈትናዮ ኢኽን ፈትንዎ ኢኹም ውሕልነታ የድልዮ ኣስቤዛ ብዙሕ ኣየድልዮ ከምዚኣ ግብር ኣቢልና ክንገብር ንኽእል ኢና ክቡራት ኣሕዋት። እሞ ክቡራት ኣሕዋት ከምቲ ኩሉ ግዜ ዝብሎ እቶም ሓደስቲ ዝኾንኩም ነዚ ቪደይ ትርእዩ ትርእያ ብሳብስክራይብ ጀሚርኩም ላይክ ኮመንት እንዳገበርኩም ቤተሰብ ናይ ቻነለይ ክትኮኑ ብኽብሪ ይዕድመኩም። እቶም ሓደስቲ ዝኾንኩም ከ ከም ኩሉ ግዜ ከይረብረብኩም ምትብባዕኹም ኣይፈለየኒ ካብ ኮመንት ላይክ ሸር ኩሉ ማለት እዩ ስለዚ ንዓይ ሓጋዚ እዩ ምትብባዕኹም ኣይፈለየኒ ይብለኩም ክቡራት ኣሕዋት ስለዚ ከምዚ ኣግብር ኣቢልና ኣዝያ ብልጽቲ ዝኾነት ምሳሕ ድራር ትኾነና ብጣዕሚ ጽብቕቲ ፈትንዋ ኢኹም ፈትና ኢኽን ማለት እዩ ብጣዕሚ ከምዚኣ ጌርና ዶርሆና ጌርና ብጣዕሚ ኣዝያ ደስ ትብል ማለት እዩ። እሞ ክቡራት ኣሕዋት ከምቲ ዝበልኩኹም እዩ እዚኣ ኣብ ውሽጢ ዓሰርተ ደቂቕ ብጣዕሚ ተሃኪኻ ፀኒሕካ ድዩ ወላ ዝኾነ እንታይ ክገብር ኣለኒ ገሌልካ ኣብቲ ናይ ስሉጥ ነገር ትደልየሉ ነገር ከምዚ ኣግብር ኣቢልና ክንሰርሕ ንኽእል ኢና። ከምኡ ድማ ጎድኒ ጎድኑ ሳላጣ ክንገብር ንኽእል ኢና። በዚኣ ከዓ ሳላጣ ኣዳልየሉ ፀኒሐ ሳላጣ ገብር ኣቢልና ጥዕም መዓት እዩ። ሳላጣን ራይዝን ብሓንሳብ ክትበልዖ ከለካ ብጣዕሚ ክጥዕም መዓት እዩ። ስለዚ ከምዛ ትሪኣ ኣግብር ኣቢልና ጊዶፎ እንዶ በሊዕኻ ዘይትውዳእ ሩዝያ ኮይናትለይ ይብለኩም። ስለዚ ከምዚ ግብር ኣቢልና ንቐደም በሉ እንዳበልና ንቐደም በሉ እንዳበልና ኢና ክቡራት ኣሕዋት እዚኣ ጌርና ኣብ ውሽጢ ዓሰርተ ደቂቕ ተመሲሕና ንብለኩም። ስለዚ ንዓኹም ከዓ ፈትንዋ፣ ጠዓምዋ፣ ናይ ሰለጥያ ከምቲ ዝበልናኩም እሞ ክቡራት ኣሕዋት ሕጂ እውን ብድጋመ ከምቲ ኣቐዲመ ዝበልክዎ ናይ ሎም መዓንቲ ቪደይ ነዚኣ ትመስል ነይራ ክትፈትውዋ ክትፈትውኣ ማለት እዩ ተስፋ ይገብር እሞ ሕጂ እውን ብድጋመ ክትኣትዉን ክትወጹን ላይክ ሳብስክራይብ ሸር ኮመንት እንዳገበርኩም ምትብባዕኹም ኣየፈለየኒ እንዳበልኩ ክቡራት ኣሕዋት ናይ ሎማዓንቲ ኣብዚኣ ክትኣኽለኒኣ ክሳብ ኣብ ካልኣይ ቪድዮ ንራኸብ ሰሰናዩ ብሩኽ ቅነ